ሰላም ሰላም ናይ ቻናለይ ተኸታተልቲ ከመይ ትኾኑ? ናይ ሎማዓንቲ ኣርእስተይ ጠቐምቲ ናይ ንኮ ልምድታት ዝብል እዩ። መዓልትና ከፀብቆ ዝኽእል መዓልትና ዝጀመርናሉ ኩነታት እዩ። ንኮ ተሲእና ንገብሮም ልምድታትና ንዕውት መዓልትን ንቕልል ዝበለ ህይወት ንምንባር ኣስተዋጽኦ ኣለዎ። ቀጺሎም ዘለዉ ጠቐምቲ ናይ ንግሆ ልምድታት ነዘውትሮም። ቀዳማይ፣ ገስጊስካ ምትሳእ። ገስጊስካ ምትሳእ መጀመርያ ንምልማድ ከቢድ ክኸውን ይኽእል እዩ። ሓንሳእ ምስ ለመድናዮ ግን ንቑሓት ኮይንና ንኽንውዕል ይረድኣና። ገስጊስና ንምትሳእ ምሸት ንድቅሰሉ ሰዓት እውን ወሳኒ እዩ። ካልኣይ ማይ ምስታይ ኣብ ጥራሕ ከብድና ማይ ምስታይ ብዙሕ ጥቕሚ ኣለዎ። ናይ ምግቢ ምሕቓቕ ስርዓት የፋጥን፣ ናይ ገፅና ቆርበት ከይደርቕ ይከላኸለልና፣ ክብደትና ንምቕናስን ዝተመጣጠነ ክብደት ንክህልወና ይረድኣና። ናይ ሰውነትና ናይ ሕማም ምክልኻል ዓቕሚ የዕቢ። ሳልሳይ ንድፊ ምውፃእ መዓልትና ከመይ ጌርና ከም ነሕልፎ ናይ ተግባር ዝርዝር ምውፃእ ማለት እዩ ንድፊ ምውፃእ ክበሃል ከሎ ራብዓይ፣ ምንባብ ናይ ጸሎት መጽሓፍ ይኹን ወይ ከኣ ዝኾነ ኣእምሮና ከሕድስ ዝኽእል ሓጺር ጽሑፍ ኣቢልና ክንወጽእ ከለና መዓልትና ይጽብቕ። ሓምሻይ ኣካላዊ ልምምድን ነብስኻ ምሕፃብን ኣካላዊ ልምምድ ክበሃል ከሎ ካብ ዓራት ተሲእና ሰውነትና ምዝርጋሕን ምፍትሕታሕን ንኽእል ኢና ከምኡ ከምኡ እውን ግዜ እኹል ግዜ እንድሕር ኣለና ከዓ ናብ ጂም ናብ ጂምናዝየም ከይድና ዝኾነ ኣካላዊ እንቅስቃሴ ስፖርት ምስራሕ ንኽእል ኢና ሻድሻይ ብምስጋን ወይ ከዓ ጸሎት ብምስጋና ወይ ብጸሎት ዝተጀመረ መዓልቲ ወይ ከዓ ስራሕ ርቡሕን ዕውትን ይኸውን። ስለዚ እዚ እውን ነዘውትሮ። ሻብዓይ፣ ቁርሲ ምብላዕ። ብዙሕ ግዜ ክንህወኽ ከለና ቁርስና ከይበላዕና ንወጽእ። እዚ ከኣ ክኸውን ዘይብሉ ነገር እዩ። ንስራሕ ሓይልናን ጉልበትናን ምሉእ ንክኸውን ቁርስና በሊዕና ክንወጽእ ኣለና። ሻምናይ ጽቡቕ ምዝራብ ንኮ ዝተዛረብናዮ ጽቡቕ ይኹን ሕማቕ ቃል ኣብ ኣእምሮና እንዳታመላለሰ ስለ ዝውዕል ካብ ገዛና ጽቡቕ ተዛሪብና ምውጻእ ኣስሓይ ንነብስና ምሕታት ትማሊ እንታይ ዘይወዳእኽዎ ነገር ኣሎ? ሎሚ እንታይ ክሰርሕ? ዝኣመሰሉ ሕቶታት ንባዕልና ምሕታት። ዓስራይ፣ ምስ ንፈትዎ ሰብ ግዜና ምሕላፍ። ምስ ንፈትዎ ሰብ ግዜና ምሕላፍ ክበሃል ከሎ፣ ቁርሲ እንዳበላዕና ወይ ከኣ ንግሆ ሓደ ሓደ ነገር እንዳሰራሕና ምስ ንፈትዎ ሰብ፣ ምቃል ንምልውዋጥ ወይ ከዓ ሓሳብን ምኽርን ንምውሳድ ይጠቕመና ማለት እዩ ስለዚ ዝኸበርኩም ናይ ቻናለይ ተኸታተልቲ እዞም ኣቐዲምና ዝረኣናዮም ናይ ንኮ ልምድታት ብቐደም ተኸተል ዝተቐመጡ ኣይኮኑን ንዓና ከከም ኣነባብራና ከከም ናይ ስራሕና ባህሪ መሪፅና ንክነዘውትሮም ኢለ ዝፀሓፍኩዎም እዮም ሎማዓንቲ ብዘቕረብክዎ መደብ ዘለኩም ርኢቶ ዝተሰማዕኩም ስምዒት ኣብ ኮሜንት ጸሓፉለይ ላይክ ሼር ሰብስክራይብ ምግባር ከይትርስዑ ሓቢርኩም ምሳይ ስለ ዝጸናሕኩም ኣዘየ ዘመስግን ኣብ ቀጻላይ ብኻልእ መደብ ክንራኸብ ኢና የቐንየለይ ሰላም